ኦኬ ሕጂ ሙቭ ኦፍ ክንርኢ ኢና ከመይ ጌርና ብውሑስ ንብገስ ሕጂ ሙቭ ኦፍ ክንገብር ከለና ሰለስተ ሩቲና ነው ዘንዳያን ፒኦኤም ፕሪፓር ኦብዘር ኤን ሙቭ ሕጂ ቅድሚ መኪና ምድላውና ኩሉ ግዜ መኪና ክትገጽኦ ኢና ኢንጂን ከነተስሶ ኣለና ሕጂ ቅድሚ ኢንጂን ምትሳእና ኒውትራል ጊር ከም ዘለን ሃንድ ብሬክ ኦን ከም ዘለን ኩሉ ግዜ ቸክ ክንገብር ኣለና ምክንያቱ ኣብ ጊር ከላ ተተሲእና እሞ ሃንድ ብሬክ ተዘይብላ መኪና ነጢራ ቅድሚት ከፀያ ተኸይድ ሕጂ ብቅድሚኻ ዝኾነ ነገር ሃሪምካ ኣለኻ ማለት እዩ ሕጂ ዳንጀር ኩሉ ግዜ ሃንድ ብሬክ ኦን ኒውትራል ከም ዘለን ቸክ ንገብር ጊር ማለት እዩ ካብኡ ኣብዚኣ ፕሪፐር ንኸይድ ሕጂ ፕሪፐር ክላች ዳውን ንገብሮ ዜሮ ነብፅዖ የማናይ እግርና ካቨር ጋዝ ንገብር ሽዑ ቀዳማይ ጊር ነእትዎ ካብኡ ከላጅ ንእሽተይ ሓፍ ነብላ እንዳበልናያ ከባቢ ፍርቂ ምስ መፀት ሕጂ ባይቲን ፖይንት ንረኽባ ማለት እዩ ባይቲን ፖይንት ሕጂ ብኸመይ ንፈልጦ እታ መኪና ትውጥረሉ ንክትከይሲ ቴንሽን ትኾነሉ ማለት እዩ ሕጂ ኢንጅንቱን ይቕየር ወይ ከዓ መኪና ብቕድሚት ከቑርብ ሓፍ ትብል ከምዚ ነቕ ትብል ዓጠጥ ትብል ማለት ክትከይደልያስ ከምዚ ትንጠጥ ማለት እዩ ሕጂ ባይቲን ቦይንን ኣብዚኣ ኩሉ ንገብራ ሕጂ ኣብዚኣ ኩሉ ጌርና ሕጂ ከባቢና ንርኢ ካበይ ንጅምር እዚ ኦብዘርቬሽን ማለት እዩ ካበይ ንጅምር ካብ ሌፍት ብላይንድ ስፖት በዚ ሌፍት ሾልደርና በዚ ከባቢና በዚ ሌፍት ዝኾነ ፔደስትሪያን ወይ ከዓ ሳይክሊስት በዚ ከኣትውና ከሉ ብቕድሚት ወይ ከዓ ብድሕሪት ማለት እዩ ሸግ ንገብር ካብኡ ሌፍት ሚሮር ካብኡ ቅድሚት ንርኢ እንታይ ኣሎ በዞም ኢና ንርኢ ካብኡ ብድሕሪት ሰንተር ሚሮ ቸክ ንገብር ብድሕሪና ዝኾነ ንግር መኪና ድያ ብሽክለታ ድያ ወይ ከዓ ሞተር ባይክ ድሃልያ ብድሕሪት ንርኢ እንተሓልየ እንተጠውኑ ተደይ ኮይነዋ ንቕፅል ማለት እዩ ካብኡ ራይት ሚሮ ቸክ ንገብር ድሕሪ ራይት ሚሮር ራይት ብላይንድ ስፖት ራይት ብላይንድ ስፖት ሕጂ ኩሉ ግዜ እንታይ በዚ ሚሮር ካቨር ዘይከውን ዘይረአ ማለት እዩ እዚ ሚሮር ካብዚ ጥራይ ዘርእየና ናብ ዘለዎ ገንዳ ገርና ሕጂ እዚ ዳንጀር እዩ ኩሉ ግዜ በዚ ራይት ሾልደር ጥው ኢልና ክንርኢ ኣለና ንኣብነት ሕጂ በዚ ኦቨርቴክ ዝገብራና ወይ ከዓ ዝሓልፋና ወይ ብሽክለታ ወይ ሞተር ባይክ ወይ ከዓ መኪና ክትህሉ ትኽእል ኣብዚ እንደሶ በዚ ፓርክ መኪና ኣብዚ ክትህሉ ትኽእል ብሓንሳብ ምሳና ክትብገስ ትኽእል እያ ወይ ከዓ በዚ ድራይቭ ወይ ወይ ከዓ ሳይድ ሮድ ክህሉ ይኽእል በዚ መኪና በዚ መፅያ ክትጥዎ ትኽእል ናብዚ ገፃ ናብዚ ገፃ ክትጥዎ ትኽእል ሕጂ ኩሉ ግዜ እዚ ራይት ብላይንድ ስፖት ቸክ ክንገብሮ እና በዚ ራይት ሾልደር ጥው ኢልና ማለት እዩ ካብኡ እዚ ክሊር ምስ ኮነ ናበይ ንሰግር ናቡ ማለት ኩሉ ግዜ ሌፍት ሃንድ ነዛ ሃንድ ብሬክ ኣውርድ ነብላ ካብኡ ሲግናል ራይት ጌርና ሴርሶና ሕጂ ኦረዲ ሃንድ ብሬክ ምስ ወረደ እታ መኪና ኣብ ባይቲን ፖይንት ስለ ፀንሐት ቅድሚት ገዛ ክትከይዳ ሕጂ ክላች ሓፍ እናበልና ሲግናል ጌርና ክላች ሓፍ እናበልና ሽዑ ንየማን ጥው ኢነብላ ካብኡ ንፀጋም ትኽ ትብል ሽዑ ቶክ መሰረት ሽዑ ኣብ ማእከል ኩሉ ግዜ ኖርማል ሮድ ፖዚሽን ክንሕዝ ኣለና ሰንተር ክንከውን ኣለና ኩሉ ግዜ ካብዚ ከርብ ዋን ሜተር ክንረሕቕ ኣለና ናትና ሪፈረንስ ኖርማል ኦፖዚሽን ዋን ሜተር ፍሮም ዘ ከርብ እዩ እንደዛ ፀቢብ ኮይኑ ከዓ ኣብ ማእከል ላይን ክንኣቱ ኣለና ንኣብነት ኣብዚ ኮይኑ ኩሉ ግዜ ማእከል ክንሕዝ ኣለና ማእከል ኮይና ንኸይድ ማለት እዩ ኦኬ እዚኣ ትመስል ሙቭ ኦፍ ፕራክቲካል ከዓ ክንረአየና ሞር